ኸበርኩም ኣሕዋት ህዝብታት ትግራይን ኣምሓራን ብሓፈሻ ከዓ ህዝቢ ኢትዮጵያ ህዝብታት ቀርኒ ኣፍሪቃን ኣብ ዝሓለፈ ፕሎስ ከም ዝገለጽኩ ኣብ መንጎ ማሕበራዊ መራኸቢታት ነጥፍ ተቓለስቲ ዝህሉ ጽምዶ ብማሕበር ፕሮስፔሪቲ ተኣሊሙ ንዘሎ ተንኮል ኣብ ምፍሻል ዝህልዎ ግደ ወሳኒ ምዃኑ ከብርህ ፈቲነ ነይረ ድሮ ድማ ነቲ ብሓባር ናይ ምንቅስቓስን ብሓባር ናይ ምጽማድን ዕማም ዝጽምበርዎ ዘለዉ ነጠፍቲ ማሕበራዊ መራኸቢታት ካብ ሽሓት ናብ ሚልዮናት ብርኩቱ ምህላዎም ኣገናዕ ንቐጽል ዘብል እዩ። እንተኾነ ማዕረ ማዕረት ንሕና ኣብ መገዲ ጽምዶ ህዝብታት እዚ ከባቢ እዚ ሰላም ከነምጽእ እንገብሮ ዘለና ጻዕሪ ወዲ በሻሻ ድማ ብዘለዎ ዓቕሚ ንህዝቡ ብጥሜት ቀቲሉ ንሓካይም ደሞዝ ከልኪሉ ሰላም ገዛእ ሃገሩ ዘሪጉ ካብ ዝለመነ ለሚኑ ብዘምጽኦ ሓይሊ ሕራ ኢሉ ንዝለኣኾ ዝኾነ ይኹን ከብዲ ሓደር ብምውፋር ኩናት እንተዘይገበርኩ ደቂሰ ይሓድርን ብምባል ድግድጊት ተዓጢቑ ንጻር ጽምዶ ተሰሊፉ ኣሎ። እቲ ኹናት እንተተወሊዑ ብዝያዳ ንመን እዩ ክበልዕ ካልእ ጉዳይ ኮይኑ ዕንደራ ወዲ በሻሻ ግን ርኡይ ኮይኑ ኣሎ። ብሓደ ቦታ ጥራይ ዘይኮነ ብዝተፈላለየ መኣዘን ንኹናት ፍጹም ይዳሎ ኣሎ። ከምዚኦም ዓነጅል ኣኪቡ ድማ ዝከኣሎ ይፍክር። እቲ ኹናት ሶኒ ንትግራይ ሶሉስ ንኤርትራ ዝብል እዩ። ኲናት ብኣኽብሮትን ብትሕትናን ከመይ ውዒልኩም ኢሉ ኣይኮነን ገዛኻ ዝኹሕኩሕ ኲናት ስድራቤታት ዝበታትን ከተማታት ዘጥፍእ ህይወት ዝቐዝፍን ብቐሊሉ ዘይሓዊ በሰላ ዝገድፍን ከይተዓደመን ብጭካነን እዩ እዚ ቅድሚ ሕጂ ርኢናዮ ኢና ልዕሌና ዝፈልጦ የለን ከም ወዲ በሻሻ ዝኣመሰሉ ሰንኮፍ ኣተሓሳስባ ዘለዎም ኣርሒቖም ዘይጥምቱ ኲናት መሸፈኒ ጸገሞም ገይሮም ዝግምቱ ሞትን ንብዓትን ኣዴታት ዘይንታዮም ዝኾኑ ጀመርቲ ፖለቲከኛታት ዝውልዕዋ ሃንደበታዊ ኲናት ድማ ዘይተረኣየ ኣይኮነን ርኢናዮ ኔርናሉን እቲ ክፈጥሮ ዝኽእል ራዕድን ፈልጦን ፈረቓን እምበር ኩሉ ህዝብታት እዚ ከባቢ ነዚ ይፈልጦ እዩ። እንተኾነ ሕጂ ውን ኩናት ክፍተን ከም ዝኽእል ንርኢ ኣሎና። ናይዚ ግዜ ሓደጋ ቁሩብ ውሕስ ዝገብሮ ግና ኩሉ ህዝብታት ብፍጹም ምስ ነቕሐ ዝበጋገስ ዘሎ ምዃኑን ደው ከነብሎ ንኽእል ምዃንናን እዩ። እወ ከይተጀመረ ደው ከነብሎ ኣለና ደው ከኣ ከነብሎ ኢና እቲ ዕማም ግን ቀሊል ዘይክኸውን ይኽእል እዩ ምክንያቱ ኩናት ብቐሊሉ እዩ ክውላዕ ዝኽእል ኣንጻር ኩናት ዝግበር ቃልሲ ግን ከቢድ ዋጋን ጻዕርን ዝሓትት ስለ ዝኾነ ካብቶም ዝዓበዩ ጋዜጠኛታት ድምፃውያን ተዋሳእቲ ስጋብ ተራ ቲክቶከራት ልዑል ኣበርክቶ ክገብሩ ይከኣል እዩ ኩናት ምኹናን ድምፅታት ምብዛሕ ወዘተ ኲናት ደው ከነብለሉ ንኽእል መገድታት ብዙሕ ክኸውን ይኽእል እዩ። እቲ ዝዓበየ ግን ኣንጻር ኲናት ደው ምባል እዩ። ጽምዶ እምበኣር በዚ እዩ ዓብዪ ግደ ዝሕዝ። ኣብዚ እዋን እዚ ሕማቕ ታሪኽ ከይድገም ዝጽዕሩ ዜጋታት፣ ኣክቲቪስትስ፣ ከምኡውን ምሁራትን ካልኦት ሞያተኛታትን ዝሳተፍዎ ዘለዉ ናይ ጽምዶ ምንቅስቓስ ተጀሚሩ ኣሎ፣ ደው ከብሎ ዝኽእል ድማ የልቦን። ኣብ ማሕበራዊ መራኸቢታት ዘተ ግበረሉ ኣሎ፣ ኣብ ባይታውን ኪኖ ዶባት ዝኸይድ ምንቅስቓሳት ይካየድ ኣሎ። ከም ዝረኣኹሞ ከኣ ውጽኢቱ እናዓበየን ህዝባዊ ማዕበል እናኾነን ይመጽእ ምህላዉ እዩ። ህዝብታት ይዘራረቡ ኣለዉ፣ ምትእምማንን ምርድዳእን ይህነጽ ኣሎ፣ ሓድነት እውን ይዓቢ ኣሎ። እዚ ተራ ናይ ማሕበራዊ መራኸቢታት ዝርርብ ኣይኮነን፣ እዚ ጽምዶ እዚ ናይ ምትሕግጋዝን ምምልላእን ጽምዶ እዩ። ናይ ህዝቢ ጽምዶ እዩ። ናይ ሰላም ጽምዶ እዩ። እዚ ጽምዶ እዚ ኣንጻር ሰላም ንዝብገሱ ክዓግት ዘኽእል ሓይሊ ዘለዎ ተሪር መሰረት እዩ። እንተኾነ ኩሉ ኣይኮነን ነዚ ጽምዶ እዚ ዝድግፎ። ገለ እዚ ጽምዶይ ክሰርሕን እዩ ይብሉ፣ ገለ ነቶም ኣብ ጽምዶ ዓሲሎም ዘለዉ ኣይኣምኑን፣ ገለ ድማ ብመንግስታት ወይ ውድባት ዝተደፍአ ምንቅስቓስ እዩ ይብሉ፣ ገለ ድማ ቅልል ብዝበለ ኣገላልጻ ሰላም ስለ ዘየዋጽኦም ኣንጻር ጽምዶ ዓጢቖም ኣለዉ። ስለዚ እንተደኣ ጻዕርና ዘየሐይልና ስቕ እንተመሪጽናን ኲናት ክጅምር ዝፍትን ሓይሊ ዕድል ክረክብ እዩ። ምፍልላይን ስቕታን ከምኡውን ኣንጻር ኲናት ደው ዘይምባል ንወዲ በሻሻ ዕድል ዝህብ እዩ። ስለዚ ጽምዶ ምርጫ ኣይኮነን ግድነት እዩ። ጽምዶ እቲ ቀንዲ ድፋዕ ኣንጻር ወራር ፕሮስፔሪቲ ፓርቲ ኢልና ክንጅምር ኣብ መወዳእታ ናይዚ ቪድዮ ድማ ብስራት ክህልወና ስለ ዝኾነ ካብ ስክሪን ምንቕ የለን ድምፀይን ቁመናይን ትርእይዎ ስለ ዘለኹም ድማ ሙሉእ ብሙሉእ ሓዌ ናብ ስርሐይ ተመሊሰ ከም ዘለኹ ከበስር እፈቱ። አሁን ጽምዶ ተብሎ የተደረገው ሁለት ነው። ሶስተኛም እኛ የእሱ አካል ለመሆን ፍላጎት አለን። ጥሪያችንን በዚህ አጋጣሚ እናቀርባለን።

ሃይለ ሎም ኣገዳሲ ጋሻ ይምጺልና ንኣባላት ጽምዶ ድማ ክረኽበና ከም ዝደሊ ሓቢሩ ኣሎ እሞ ቁልጡፍ መልሲ ንምሃብ እየ እዛ ኢንትሮ ዝጥቀመላ ዘለኹ ዝኸበርካ ሓው ኣባላት ጽምዶ ምስ ስድራ ቤት ዓፈር ብኻልእ ጉዳይን ሸነኽን ርክብ ክንገብር እኳ እንተጸናሕና ከምዚ ናህካ ማሕበራዊ መራኸቢ ዝነጥፍ ግና ኣይጸንሓናን እሞ እንቋዕ ደሓን መጻእካ ናይ ሕቶኻ መልሲ ብዝሓጸረ ግዜ ኣብቲ ዘለኻዮ ቦታ ክመጸካ እዩ የቐኔልና ሃይለ ደደቢት ንዝድውሉልካ ኣባላትና ምሉእ ምትሕብባር ክትገብር ድማ ንምሕጸን። እስኪ ናይ ጀዋር መሓመድ ምሕጽንታ ሰሚዕና ንመለስ። ሁሉም ዜጋ በሀገር ውስጥም ከሀገር ውጭም ያለው በማንኛውም መድረክ ጦርነት አንፈልግም የሚል ጽኑ አቋም ሊኖረው ይገባል። ጥሩ አቋም ነው። ምክንያቱም አንተርፍም፣ እንደ ህዝብ አንተርፍም፣ እንደ ሀገር አንተርፍም። ናይ ሰምሃል መለስ ዜናዊ ምሕፅንታውን ኣሎና በባዕልና
ደም ክንፋሰስ የብልናን ታሪክ ስራሕ ብኩናት ጥራሕ ኣይኮነን ኣፈሙዝ ዝበሃል ይትረፈና፣ ጠበንጃ ዝበሃል ይትረፈና ዝብል ምክሪ ከተሓላልፍ ይደሊ እዩ።
ናይዞም ክቡር ኣቦና ለበዋ ድማ እኖ መብት ኣለና ክንዛር ምስኦም ምዝራብ እንድሕር ጀሚርና ምስ ዘሎ ህዝቢ ምዝራብ ስታይ እዩ ዝዓግተና ዘሎ ካልእ ሃገር ስለ ዝኾነ እንድሕር ንብል ኮይና የግዲ ብጉርብትና ምዝርራብ የድልየና እሞ ኣነ ጠቕሊ ከብሎ ከለኹ ትግራይን ኤርትራን ህዝቢ ትግራይን ህዝቢ ኤርትራን ግን ክራኸብ ኣለዎ።
ፃውዒትና ፅምዶ ነጠናኽር እዩ። ብግልፂ ኢና ክንፅውዕ ሕዚ ፅምዶ ክንብል ቅድሚ ሕዚ ቅዋም ናይ ጎረባብትና ክሳብ መሊእና ንምርምር ምሕዝነትን ሕብረትን ሰሜናውያን እናበልና ኢና ፀኒሕና። ሕዚ ብሽሙ ኢና ክንፅውዖ። ሓደ ናይ ትግራይ ቁም ነገር ዓብዪ ቁም ነገር ዝገበርዎ ናይ ትግራይ ናይ ወታደራዊ ልሂቃን ሓደ መሰረታዊ ሕቶ መሊሶም እዮም ንኣራት ኪሎ ዘናወፀ እንታይ እቲ ንኣራት ኪሎ ዘናወፀ ኣብ ኣራት ኪሎ ዘሎ ፀረ ሰላም ዝኾነ ሓይሊ ኣፅናቲ ሓይሊ ከምቱ መንግስቲ ናይ ኤርትራ ሰራዊት ዝገበሮ ንዕዋቕዑና ክብል ከሎ እምብልና ችድ ኢሎሞ ጀጋኑ ኢልና ተሓቢና ችድ ኢሎሞ ከም ድሙ ችድ ኢሎሞ ንዑ ንፋኖ ዋቕዑኒ ክብል ከሎ ችድ ኢሎሞ ሽዑ እውን ኣራት ኪሎ ሽዑ ተናዊጻ እያ ፖለቲካ ንዝርድኦ ዝብል ዘለኹ እዚ ኣብ ካልኩሌሽኖም ኣይነበረን ሰሜን ንሕድሕዶም ድሙነን ጨዋን ጌርናዮምና ዓይንን ሓመድን ኮይኖም እዮም እዩ ነይሩ እዚ ናይ ትግራይ ፖለቲካል ሳቪ እዩ ናይ ፖለቲካ ውሕልና እዩ ኣብቲ ክድነቑ ዝግብኦም ክድነቑ ኣለዎም እዞም ጀጋኑ እዚኣቶም እዚ እዩ ተገይሩ ማርሽ ተቐይሮም ቀርኒ ኣፍሪካ ዋልታዊ ቅርጺ ኣትሒዙ ሰሜን ንስንሳእ ኩሉ ሰሜናውያን ፖለቲካኦም ብብረት እዮም ዝፈትሑ ሕዚ ከዓ ዝገደደ ናይ ሰራዊት ኤርትራ ጀኖሳይድ ፈጺሙ እዩ ፋኖ እውን ጀኖሳይድ ፈጺሙ ትግራይ ከዓ
እዚ እውን ናይ ሃብታሙ ድምፂ ኣምሓራ ስለ ዝኾነ ስሚዕናዮ ንመለስ
ነገር ግን አብይ አህመድ ሴማውያንን ለማጥፋት ትግራይ ይዘምታለው ያለ ቀን ማንም አማራ አይዘምትም። አብይ አህመድ ወደ ኤርትራ ቢዘምት

እዚ ኹሉ ብምጥቕላል ምስ እንትርጉሞ ኢድ ንኢድ ተተሓሓዝ ዝብል እዩ ዝኸውን ናታወዲ እዚ ሚኒስተር ድማ ናይ ጽምዶ ማዕበል መትሓዚ ምስ ሰኣነሉ ኤርትራ ብፕሮፓጋንዳ ስዒራትና ይብል መቸም ጽምዶ ክንደይ ኣገደስ ሰባት ሒዙልና መጽእ ኣሎ ዘገርም እዩ ሓደ ካብኦም ክቡር ሓውና ቴድሮስ ጎይቶም ኣብ ዝተፈላለየ ስራሓት ተጸሚዱ ድሕሪ ምጽናሕ እንሆ ኣባል ጽምዶ ኮይኑ መጺእና ኣሎ እዚ ዓብዪ ዓወት እዩ ቴድሮስ ጎይቶም ማለት ኣብ ቃልሲ ርእሱ ዝኸኣለ መድፍዕ እሞ ነዚ ማሕበር ዓብዪ ዓወት እዩ እንኳዕ ደሓን መጻኻ ሓው ቴድሮስ ጎይቶም ደቂ ኣንስትዮ ድማ በራትዑልና ስጋብ ሕጂ እኳ እዘን ጓል ሳሕልን ድሮንን ዝበሃላ ዋዕሮታት ነዚ ጽምዶ ተጸንቢረን ዝታኾሳ ካብ ዘለዋ ኣሕዋት ኣለዋና ተን ካልኦት እውን ድምጽኽን ኣገዳሲ እሞ ኣባላት ጽምዶ ድማ ኣቓልቦ ኣብ ደቂ ኣንስትዮ ጌርኩም ክትሰርሑ ንላቦ መልእኽቲ ሰራዊት ሰላም ኣብ ውሽጥን ወፃእን ንእትርከቡ ዓበይቲ ዓዲ ኢሮብ ዘለናዮ እዋን ናይ ሰላም ኣእዳው ዝጨባበጣሉን ዝፈላልይ ጉዳያት ንግዜኡ ጽኒሕና ኣንጻርቲ ኲናት ክውልዕ ዝህቅን ዘሎ ናይ ሓባር ጸላኢ ደው እንብለሉን እዋን እዩ። ኣብዚ ጉዳይ እዚ ኩሉ ውልቀ ሰብ ዓብዩ ንእሽቶ ኣበርክቶ ክገብር ትጽቢትና እዩ። ምክንያቱ እቲ ክመጽእ ዝኽእል ሓደጋ ንኹሉ በዓል ማማ ዝሃስብ ምዃኑ እንተኾነ ካብኡ ናብኡ ኣብቲ ሕብረተሰብ ዝያዳ ጽልዋ ዘለዎም ዓበይቲ ዓድን ኣቦታትን ኣዴታትን ዓብን ታሪኻውን ሓላፍነት ኣለኩም። ይሕግዘኩም። መንእሰያት ብስምዒት ሓድሕድ ከይጻብኡ ከተማእዝኑ እትኽእሉ ንስኹም ስለ ዝኾንኩም። ህዝብታት ዶባት ሕግን ያታን እንዳባን እናተኸተለ ንዘመናት ንሓድሕዱ ብሰላም ዝነብረሉ ሰለማዊ ህይወት ክመርሕ ዝጸንሐ ህዝቢ እዩ። እንተኾነ ከምቲ ዘራግን ከሎ ጽሩይ ማይ ነይስተ ዝበሃል ድሕሪ ስምምዕ ኣልጀርስ ንዝተዋህበ ብይን ዘይኣንፈቱ ብምትሓዝ ናብ ምስሕሓብ ከም ዘምርሕ ብምግባርን ንህዝብታት ዶባት ናብ ግርጭት ከእትዎም ዝጽዕር ኣብ ኣዲስ ኣበባ ተኾይጡ ዘሎ ስርዓት ክፈጥሮ ዝደሊ ዘሎ ሕልኽላኻት ትርእይዎ ኣለኹም። ንኣሽቱን ብቐሊሉ ክፍትሑን ዝኽእሉ ጉዳያት ምግፋሕ፣ ምስሕሓብን ምንህሃርን ብምፍጣር ንህዝብታት ዶባት ኣብ መወዳእታ ዘይብሉ ዕግርግር ከእትዎ ይፍትን ኣሎ። ኣብ ካልእ ክፋላት ህዝቢ ትግራይ ክገብሮ ዝፍትን ዘሎ ምፍልላይ ኣብዚ ከባቢ እውን ከተግብሮ እዩ ዝጽዕር ዘሎ። ወዲ በሻሻ ሒዝዋ ዘሎ ዕላምኡ ክሃርመላ እትኽእል ኢሉ ዝሓስባ እንኮ መገዲ ንህዝብታት ኣብ ሓድሕድ ግርጭት ምእታው እትብል ምዃና ናይ ኣደባባይ ምስጢር እዩ ነዚ ንምፍሻል ዝቖመ ናይ ጽምዶ ጉዕዞና ናይ ዘተን ሰላምን ምትሕብባርን መኣድታት ይኸፍት እዩ ዘሎ ዓበይቲ ዓዲ ዝዶባት እውን ኣብዚ መዳይ እዚ መሪሕ ተራ ክትጻወቱ ከም ትኽእሉ መደረ ዘድልዮ ኣይኮነን ጽምዶ ንምትሕብባር ሓድነትን ምዕባለን እቲ ዝበለጸ መገዲ ስለ ዝኾነ ዓበይቲ ዓዲ ዝዶባት ኣንጻር ትብልዕሊ ህዝቢ ኣንጸላልዩ ዘሎ ሓደጋ ኣብ ሓደ ክትሰምሩን ንህዝቢ ከተስምሩን ማዕዳ ዘድልየኩም ኣይኮነን። ስርዓት ወዲ በሻሻ ጽባሕ ኣበይ ከም ዝህሉ ኩሉ ዝፈልጦ እዩ። እንተኾነ ንሱ ወሊዕዎ ክኸይድ ዝኽእል ግርጭት ድሕሪኡውን ብቐሊሉ ደው ዘይብል ክኸውን ይኽእል እዩ። እቲ ምስሕሓብ ናይ መሬተይ መሬትካ ጥራይ ኣይኮነን ክኸውን ኣብ መንጎ ህዝብታት ዝፍጠር ቅርሕንትን ህውከትን እዩ ክኸውን። ሎሚ ይእከል ንበሎ። ግርጭት ምስ ኣስፋሕፈሐ ክትፍውስ ካብ ምፍታን ገና ሕጂ ብኣግኡ ከተወግዶ ዝሓሸን ዝቐለለን እዩ ስለዚ ዓበይቲ ዓዲ ህዝብታት ዶባት ነዚ ተገንዚብኩም ከም ቀደምኩም ብፍሉጥ ያታኹምን ሕግታትኩምን ተማእኺልኩም ህዝብኹም ኣሕብሩ ህዝቢ ኣይፋል ንኹናት እንተይሉ ወዲ በሻሻ ኣይኮነን ዶ በዲስ ኣበባ ኮይኑ ናባኹም ቀሪቡውን ክስሕቦን ከስሕቦን ዝኽእል ቃታ ኣይኮሉን እዩ ህዝቢ ብሓባር ኣይፋል ንኹናት እንተይሉ ኣኸለ ዝሓበረ ኢድ ህዝብታት ኤርትራ ህዝቢ ምሓራ ህዝቢ ኦሮሞ ህዝቢ ትግራይ ብሓፈሻ ህዝብታት ዝዞባ እዚ ነዝንቂዱ ዘሎ ዕብዳንን ፈንጠርጠርን ዝህፃን ከይተበገሰ ከበርዕኖ ይኽእል እዩ ህዝብታት እዚ ከባቢ ኣብዚ እዋን እዚ ዘድልዮ ናይ ንግድን ናይ ልምዓትን ናይ ምዕባለን ካብን ናብን ምንቅስቓስ እዩ ዓበይቲ ዓዲ ህዝብታት እዚ ከባቢ ነዚ ከተበጋግሱ፣ ነዚ ከተሕይሉ፣ ነዚ ርሁው መጻኢ ክትፈጥሩ ሓላፍነትኩም እዩ። ብሓድነት ከኣ ከተተግብርዎ እትኽእሉ ንስኹም ጥራይ ኢኹም። ናብዚ ሓባራዊ ራእይ ንምብጻሕ ከም ኩሉ ደላይ ሰላም እዚ ከባቢ እዚ ኣብዚ ተጀሚሩ ዘሎ ጽምዶ ክትዓስሉ ጻውዒትና እዩ። እዚ ድሮ ደለይቲ ሓባራዊ ምዕባለን ሰላምን ብዝኾኑ ኣክቲቪስትስ ዝተጀመረ ጽምዶ መንእሰያትን ጸለውቲ ሰባትን ኢሮብ ተጸንቢሮምዎ ኣለዉ። ነዚ ከኣ ዓበይቲ ዓዲ ህዝቢ ኢሮብ ክትሳተፍዎ ከተማእዝንዎ ናብ መወዳእታ ከተብጽሕዎን ሕልናኹም ዘዕርፍ ንህዝብታት ዝኸባቢ ዘቕስን ተግባር ክትፍጽሙን ንዕድም ኣሎና ዓወት ንሓፋሽ
ሎሚ ብታሕጓስ ሰብ ይሓምም እዩ ኣነ ዳርጋ ከይሓምም ይፈርሕ እየ ሰብ ብሰላም ከንፈርን መልሓስን ከብድን ጎረሮን ልብን ኣእምሮን ዓይንን ብርክን ኮይና ክንከይድ ኢና ተወዲኡ ውፈሩ እተዉ እንክትብሉና እንከለኹም ዝሕዘኒ ታሕጓስ ዳርጋ ከም ምንቅጥቃጥ እቲ ነብሰይ ቀጥቀጥ ይብል እምበር ታሕጓስ ኮይነ ይስምዐንና
በሉ መዛዘም ክኾነና እዛ ቪድዮ ምስ ብርሃነ ልፍዓተይ ዝገበርናያ እያ ቅኒ ኢልኩም እትርእይዎ ብስራት ክህሉ ስለ ዝኾነ ኣብ ኣእምሮኹም ኣቐንይዋ እያ እዛ ፈልያትና ዘላ መስመር እያ ሓደ መዓልቲ ኣነ በዚ ህዝበይ ሒዘ እሱ በዚ ህዝቡ ሒዙ መፂና ክንራኸብ ምእንቲ ነዚ ከይዲ ኣይተዓናቅፍዎ በጃኹም። እዚ ኣወል ድኣ እሞ ራክበኒ እንድኣ ናብ ዓደይ ይመልሰኒ ኣነ ክኣቱ ኣይክእልን ናብ ኢሮብ ክኣቱ ኣይክእልን ናብ ዛላምበሳ ክኣቱ ኣይክእልን ክወስደካ ኣረ መንግስቲ ብልጽግና ሒዝዎ ዝመጸ ኣጀንዳ ጥፍኣት ናይ ትግራይ ተፍጽመለካ ኢኻ ብኣጀንዳ ኢና ንፈላለ ዘለና እምበር

ከምኡ ኣሎ ሓረስቶስ መንግስቲ ኤርትራ ማንም ሰብ ከይነክኦም ኢሉ ፈቂዱ ዘሪኦም ከሪሞም ዓሚ ዘሪኦም ከሪሞም ሓዚ እውን ዘሪኦም እኒው ፀገም የብሉ ነው እቲ ህዝቢ ከዓ እቲ ተፈናቂሉ ዝነበረ ህዝቢ ኣወል ባዕሉ እዩ መልስዎ ኣምፅዎም ገዝኦም እውን ክትሰርሐሎም ኢና ገዛ ክትሰርሐሎም ኢና ኢሉ ዝዓነወ ናይ ዘላንበሳን ናይ ካልእት ከባብታት ኣብኡ ዘለዉ ህዝብታት ክልቲኦም ህዝብታት ህዝብታት ኤርትራን ህዝብታት ትግራይን ተቐቢልኩም ገዝኦም ሰሪሕኩም እእትዎም ኢሎምሲ ናብ ኢሮብሲ ዶሮ ሒዝካ ክሪኦ ኢሉ ዋይ ዶሮ እምባ ክሸጠኒ ይኽእል እዩ እንታይ ሽየጥኒካ ከም በጊዕ እባ ንእሽተይ መውፅኦ ናብ ኣነ ናብ ደቡብ ግን ሓወይ ፅንዕ ነገረካ ትግራይ ዘሎ ኩሎም ኣሕዋትና እዮም እዚኣ ብትክክል ናይ ህዝቢ ረብሓ እንድያ ሃፍቲ ኪሮስ ይኹን

ዝኾነ ናይ ምምሕዳር ሕቶ፣ ናይ ፍትሒ ሕቶ፣ ናይ ልምዓት ሕቶ ክህልዎም ይኽእል ከም ማንም ትግራዋይ ኣብኡ ዘሎ ይፈላለ የለን። ኣብ ደኡ ዘሎ እቲ ፅግዕተኛ ናይ ፌዴራል ሓይሊ ዝመወሎ ሓይልን ኣብ መንጎ እቲ ተቃላሳይ ናፃነትን ሓርነትን ዝግበር ቃልሲ ኣብኡ ከም ጅሆ ሒዘ ክጥቀመሉ ዝደሊ ሰብን ኖኖ እዚማ ገይጋ ተሓሳስባ እዩ በዚ ዓይነት ኣካይዳ ክንከደ የብሉን ዝብለ ተሓሳስባ እዩ ኣብኡ ደኡ ሓሳብ ኣጋጢሙ ዘሎ እምበር ክልቲኦም ደቂ ዶ ንኣብነት ሕዚ ደቂ ማጨው ተወለድቲ ወይ ደቂ ኮረም ወይ ደቂ መኮንን ተወለድቲ ኮይኖም ዞባ ደቡብ ሃፍቲ ኪሮስን ዘርኣይን ኣመሓድርዋ ተባሂልኩምስ ዘርኣይ ወዲ ማጨው እናሃለኻ ኣይንደልየካን ንስኻሲ

ፖለቲካዊ ኣተሓሳስብኡ እንድሕር ኣስተኻኺሉ ን ዞባ ደቡብ ይብለካ ኣለኹ፣ ትግራይ እውን ከመሓድር መሰሉ እዩ ይብለካ ኣለኹ። እዚ ናብ ዝሐሸ ኣማራፂ ንክኸይድ ምሕጋዝ ምሕጋዝ ወይ ድማ ምሕጋዝ ተኽኢልካ ምሕጋዝ ተዘይክኢልካ ድማ ዕንቅፋት ዘይምዃን ሕዚ ዝኾነ ኤርትራዊ ኣነ ከም ዝረኸብክዎ ብዙሓት ኣዕርኽተይ ናብ ሰገረ ዶብ ከይዶም ኣብ ዝኾነ ዓድታት ዘለዉ ሓቲተ ብዝረኸብክዎ ኣማራፂ ክልተ ኣማራጺ እዩ ነይርዎ፣ ስግረ ዶብ ክፍትን ከሎ ወይ ክሰግር እዩ፣ ከምልጥ እዩ፣ ወይ ድማ ክቕተል እዩ። ማለት ንሞትን ንዝሐሸ ተስፋን ኢሉ እዩ ዝኸይድ ነይሩ። ኣብ ኩሉ እኮ ማዕረ እዩ ዘሎ። እወ ስለዚ ኣብ ኢትዮጵያ እውን ብዘይሕጋዊ ክሰግር ዝተረኸበሲ ወይ ክእሰር እዩ ወይ ክቕተል እዩ። ኣብ መንጎ ሞሮኮን ኣብ መንጎ ስፔን ፖርቱጋል እውን ከምኡ ተተረኺቡ ወይ ክእሰር ክተሓዝ እዩ። እንድሕር እተን ዓዲ ልሕልሕ ዝበለሊእወን ዘይሕጋዊ ተኮይኑ ሒዘን እየን ከፅንሕኦ ወይ ክቐትሎ እየን ስለዚ እዚ ኢንተርናሽናል ሕጊ ብሓፂሩ ግን እንታይ ይብለካ ኣለኹ ኣነ ክንገብሮ ዝግበአና ናተይ እምነት ኣብ ኤርትራ ምንባር ከም ዝከኣል ጥጡሕ ኩነታት ክፍጠር ከም ዘለዎ ህግደፍ መፅናሕማ ግደፍ መፅናሕማ ክውደልካ ክፍጠር ኣውንታዊ ዝኾነ ፅዕንቶ ንምሕዳር ክንሰርሕ ኣለና ትርደን ደለኻ ኣይ እቲ ፖሊስታትና መርገፅታትና ፖለቲካዊ ቅዋማትና ደጊምና ንፈትሾም ብዝብል ኣብ ምክባር ተመስረተ ርእይቶ ምሃብ ይከኣል ይብለካ ኣለኹ ካብዚ ወፃኢ ግን ካብ ኤርትራ ምስ ካብ ናይ መንግስቲ ፍቓድ ወፃኢ መፅዩ ስግረዶብ ዝመፀ ኣብ ትግራይ ምስ መፀ ክልተ ግዜ ሰለስተ ግዜ ክሽየጥ ናብ ዕዳጋ ክወርድ ምፍቃድ ጌጋ እዩ ሓደ እሱ ጌጋ እዩ ሰው ክስእሱ ዝግበር ዘለዋ ካብኡ ከዓ ካልኣይ ክነግረካ ስግረዶብ ብዘይሕጋዊ መንገዲ ዝመፀካ ኣብ ትግራይ ክነብር ምግባር ሓደ ነገር እዩ ኣብ ትግራይ ዓዱ ከም ዓዱ ኮይኑ ክነግብር ክትፈቅድ ክትክእል ኣለካ እዚውን ግን እቲ መልክዕ ክህልዎ ኣለዎ እቲ ናይ ዶባት እየ ዝብለካ ዘለኹ Unless otherwise ምስ ክልቲኡ ህዝብታትን መንግስታትን ከጋጩ ዝኽእል ከምቱ ናይ ዝሓለፈ ናይ ፖሊሲ ኣንፈት ክህልወና ዮብሉን። ግልጺ እየ እኮ ዝዛረብ ሐዚ ዘለኹ። ኣእ ኖህ ጽባሕ ትበል። ንመጸካ።
ግልጺ እየ ዝዛረብ ዘለኹ። ንስኻ እንታይ ኢኻ ትብለን ዘለኻ ከፊእዎም ስለ ዘሎ፣ መውጽእ መንገዲ ንፍጠረሎም እኻ ትብለን ዘለኻ በዚ ገሮም ክኸዱ ከምቲ ናይ ቀደም እኻ ትብለን ዘለኻ። መውጽእ መንገዲ ንፍጠረሎም ኣይኮነን። ታይ ደኣ?
ከፊእዎ ሕዚ ምስ ህዝቢ ኤርትራ ሰላማዊ ዝኾነ ርክብ ምህላው ማለት ከፊእኒ ኢሉ ናብ ትግራይ ክኣቱ ከሎ ኣሲርካ ኣሲርካ ዓፊንካ ገንዘብ ንኸውርድ ከምጽእ ምግባር ውን ጌጋ እዩ። ኣሲርካ ዓፊንካ ከይትመጸኒ ኢልካ ን ምስቲ ስርዓት ከይጋጮ ኢልካ ንቲ ስርዓት ኣነ ችግር ምርካብ ውን ጌጋ ኣይተጽናዕ እዩ ኢዩ። ብፕሪስፕል ደረጃ እንድየ ዘውግዕ ዘለኹ ኣሲርካ ዓፊንካ ምምላስ ኣሎ ዝብል ሓበሬታ ክህልወካ ይኽእል ኣነ ከምኡ የብለይን ሓደ ይብለካ ኣለኹ ብፕሪስፕል ደረጃ ብመትከል ደረጃ እንታይ ክኸውን ከም ዘለዎ እየ ኣነ ዘውግዕካ ዘለኹ ኣብ ብሓቂ ሕዚ መጺኡስ ሰጊሩስ ተኣሲሩ ተወሲዱ ተረኪቡ ገለ ዝብል ኣይኮንኩን ዘውግዕካ ዘለኹ ብመሰረቱ ግን ብመትከል ደረጃ ኣነ እንታይ እየ ዝብለካ እቲ ናይ ህዝቢ ርክብ ይስፋሕ ህዝቢ ኣውዝዩ ነፍትዩን ዘለዎ ህዝብታት ከም ዓዶም ይንቀሳቀሱ ይስርሑ ዝብል መትከል ይቅበል ንኡ እውን ንሰርሕ እዙይ ክኸውን እንተኾይኑ ግን ሕጋውን ሕጋውን ጥራሕ ክኸውን ኣለዎ ካብ ትግራይ ናብ ኤርትራ ዝኸይድ እውን ሕጋዊ ክኸውን ኣለዎ ካብ ኤርትራ ናብ ትግራይ ዝመፅእ እውን ሕጋዊ ክኸውን ኣለዎ ካብዚ ወፃኢ እንተኾይኑ ጠቅሊሉ ነቲ ኩነታት ዘባላሹ ስለዝኾነ ክተባባዕ የብሉን እብለካ ኣለኹ። እዙይ ከዓ ናይ ኢንተርናሽናል ኖርም እዩ። ስለዚ ሰላም ክትፈጥር ተኾይንካ መንግስታት ዝቕበልዎ ዓለም ትግ። ዞን ናብ ሓደ ከባቢ ክጥርንፎ ናብ ውሳነ በፂሑ ኣሎ። እዚ ክውስን ዝኸኣለ ሰራዊት ሱዳን ብሓገዝ ኣፅዋራት ግብፂ ንዶባት ኢትዮጵያ ብበዝሒ ሰራዊት ምስዓፀወ ኩነታተ ብሓፂር እዋን ይቀያየር ብምህላው ትግራይ ከይሓዝካ ምንም ዝስራሕ ስራሕ ከምዘየለን ምስ ኤርትራ ዝገብሮ ዘሎ ምትፍናን ውግእን ምስ ፋኖ ዘካይዶ ዘሎ ወግሐ ጸብሐ ውግእ ልዕሊ ዓቕሙ ስለ ዝተወጠረ፣ ምዕራብ ብዘይ ምንም ተኹሲ ናብ ቦትኡ ክምልሶ ድሕሪ ብዙሕ ግዜ ተሓስዩ ተጎስዩ ሎሚ ዝወሰነ ይመስል ክብሉ ተዓዘብቲ ይገልጹ። ናይ ደመቀ ዘውዲ ዕጡቓት ሸፋቱ የተከዘ ዘብ ዝበሃሉ ግን በዚ ኣይተስማዕምዑን። በረኻ ከም ዝወጹን ምስ ቲዲኤፍ ከም ዝዋግኡን ምስ ገለጹ፣ ኣብይ ኣሕመድ ሓላፍነት ከም ዘይወስድን ብደመቀ ዘውዲ ዝምራሕ ውግእ ፌደራል መንግስቲ ኢድ ከም ዘየእቱን ንተመዛበልቲ ንዘይምምላስ ዝግበር ዝኾነ ይኹን ዕንቅፋት ቲዲኤፍ ስጉምቲ ክወስድ ከምዝኽእል ንተከዘ ዘብ ተነጊርዎም ኣሎ። ቲዲኤፍ ካብ መከላከያ ወፃኢ ንዝዕንቅፎም ሓይሊ ስጉምቲ እናወሰዱ ክኣትዉ ከምዝኽእሉ ኣይትጠራጠሩ ክብል ብግልፂ ቋንቋ ገሊፁሎም ኣሎ ተባሂሉ። ኣመራርሓ ሰራዊት ትግራይ እውን ምዕራብ ትግራይ ንምቁፅፃር ኣድላይ ምድላዋትን ምትዕርራያትን ይገብሩ ከምዘለው ኣብይ ኣሕመድ ንሸፋቱ ተከዘ ዘብ ሓቢሩሎም ኣሎ። ብተመሳሳሊ ኣብ ዞባ ምዕራብ ትግራይ ወረዳ ፀገዴ ኣብ ጣባትያት ዓዲ ባርጌራ፣ ጎዳጉዳ ከምኡ ውን ኣብ ጣብያ ዓዲ ሰላም ዝርከባ ቁሸታት ዓዲ ክብረት ዓዲ ኣገው ዝብሃላ ኣብ ትሕቲ ቁፅፅር ሓይልታት ፋኖ ኣትየን ኣለዋ። ኣብተን ጣብያታት ዝነበሩ የተከዘ ዘብ ዝብሃሉ ንሓለዋ ተዋፊሮም ዝነበሩ ዕጡቃት ደመቀ ዘውዱ ነቲ ቦታ ገዲፎም ብምህዳም ናብ ማእኸል ወረዳ ፀገዴ ከተማ ንጉስ ይኣትው ኣለው ተባሂሉ። ብተመሳሳሊ ውን ኣብተን ጣብያታት ብስራሕ ምኽንያት ዘዋፈሮም ኣመራርሓታት ውን ፈሪሕና ኢና ክንሰርሕ ኣይከኣልናን ኢሎም ናብ ማእኸል ወሪዶም ተመሊሶም ኣለው። እቲ ከባቢ ድማ ወጥሪ ዓሲሉ። ወፃኢ ዝኾነ እንታይ ዝሉ መፅኣ ናብ እቲ ደንበር ናይ ትግራይን ኤርትራን መዋሰኒ ኢትዮጵያን ኤርትራን ተባሂሉ ብትግራይ ዘሎ መዋሰኒ ክመፅእ እዩ እዩ ሕዚ እዙይ ንብዙሕ ሰብ እንታይ ፈጢሩሉ መስለክ ብደንቢ ነቲ ብደንቢ ዘይከታተል ሰብ ንምፍጣር ይመስለ እዙይ ኣ ኤርትራ ይውግኣን ኢሎም ም ክከላኸሉ እዚ ትመፀ ሓቀ ንኤርትራ ክትብል ኻ ትመውት ዘለኻ ንኤርትራ ክትብል ኻ ትዋጋእ ዘለኻ ዝብል ብብልፅግና ገፅ ትፍጠር ዘላ ተራ ንሳ ብደንቢ ገይራ ተብርኽ ንብዙሕ ሰብ እውን ኣብ ዕንክሊል ተእቱ ጉዳይ ኮይና እያ መፅያ ሕዝታ እያ ተባሂላ ኣይ በቃ ምሕላፍማ ክሓልፉ ኣለዎ ባይዘወይ ክትሓልፍ እውን እንድሕር ኮንካስ ኣብ ምስ ሰብ ትግራይ ዘሎ መንግስቲ ተዘራሪብካ ምክንያቱም ትማል ንግሆ ወፂኻ ዝኸድካ ባዕልኻ ናይ ፌደራል መንግስቲ ባዕሉ ወፂ ኸይዱ ውፃእ ዝበሎ ኣካል እውን ኣይነበረን።
ውፃእ ተባሂሉ ዝሰምዕ ተዝኾነ እወ ብስል እወ እወ እወ ሕዚ ትማሊ ምስ ኤርትራ ፍቕረብ ዝነበሩሉ እኮ ባዕሎም እኮ እዮም ማለት ድንበር ሓለዋ የድልየናን ኤርትራ መሬቱ እዩ ዘሎ ስለዚ ድንበር ባዕሉ ክሕሉ እዩ ዝብልስ ንህዝቢ ትግራይ ስም እዩ እንጉ ብልዓኻ ማእኸል ጎልጎል ተደብርዩ ዝኸደስ ባዕሉ ፌደራል መንግስቲ ዘውፅኦ እዩ ስለዚ

ላይት ኢንተርቴመንት